ትትኩስ ተኮይንካ ክትኩሰካ እዩ ማለት እዩ ግደፉ ኣይትተኩሱ ንዑ ዓድኩም እተዩ እንዳ መን ውቃበ ናፃድቃን ውቃበ ትጥብሩ ናጌታቸው ውቃበ ትጥብሩ ኣርባዕተ ሰብ ኣስእንኹምና ትማሊ ኣርባዕተ ተጋሩ እማ ህኑፃት እማ ክምክቱ ድክእሉ እማ ህንደይ ታሪክ ኣብ መክተ ትግራይ ድሰርሑ መናእሰይ ኣስእንኹምና ትማሊ ካቢድ ውቁዕ ሓቁፍኩሞም ኮይድኩም ልዕሊ ዒስራ ካቢድ ውቁዕ ሓቁፍኩም ኮይድኩም ሰቆጣ ኣቲኩም ሰላም ሰላም ኣበየኻትኩም ጥዕና ሀመኝ ነው። ኣቀዲመ እንኳዕ ድ በዓል ኢድ ኣልፈጥር ኣውፀሐኩም ንኩልኹም ሙስሊም ኢድ መባረክ ንብለናኹ በዚ ኣጋጣሚ ለማዓንቲ ሓደ ሓደ ሓደ ሓደ መልእኽትታት ብምሕላፍ የመፀናኹ ያው ገጥሙና እንሆና ውሽጥና ፀላኢ ከምቲ ትርኢ ኣለኹሞ ካብ ውሽጥና ማለት ሓይሊ መኸተ ትግራይ ክብትን ትዳለወ ሓይሊ ሓይሊ መኸተ ትግራይ ከይጠናኸር እንታይ ትልምታት ክህልዎ ይኽእሉ ብሎ ሓስቡ እዞም ትልሚ ትግራይ ትግራይን ተጋሩን ትልሞም ክብርዕን ኣብ ምስራሕ ድግናይ ሓይሊ እዩ ገጥሙና ንሕዚ ካብ ውሽጥና ኮይዱ ማለት እዩ ኮንሲስተንሲ ማለት ኮንሲስተንሲ ኣብ ስረሖም ኣብ ክድዓቶም ቐፀልቲ ክድዓታት እንታይ እንታይ እዮም እንሆ ተገዳላይ መሓሪ ዮሃንስ ኣመራርሓ ውናት ካብ መኣዝ ይሃም ዝጀመርዎ ካብ ሲሸልስ ብድምፂ ይለቀልኹም እየ ኣብዚ ፔጅ ካብ 2014 ጀምሮም ኣብ ሲሸልስ ፕሪቶርያ ኣብ ጅቡቲ ኣብ ድነበሩ ስምምዓት መንግስቲ ትግራይ ብጥዕና ይውክሎም ፃድቃን እና ጌታቸው ግን ያው ብተንኮል ብሳሪሃ ማሪሃ ሃሜልና ኢና ዳብ ስልጣን ንቕፅል ብድብል ብዙሓት ስራሕቲ እዮም ላሰሩሕ መፆም ኩናት ላተኻየደ ግን ደላይ ኩናት ግዛዕ ይብልኻ ደላይ ሰላም ልብል ካልእ ኣጀንዳ የምፅኡ ሰላም ተዋግእኻ ኢኻ ትሕልዮ ኹለን ዓዲ ሓይለን ማእኸል ገብረን ሰራዊት ሃንፀን ናይ ምክልኻል ዓቕሚ ሃልይወን ብሰማይስ ብምድርስ ናይ ምክልኻል ሓይሊ ኣዳልየን እየን ድሕለያ። ኣብ ትግራይ በይና ስፔሻል ደላይ ሰላም ወይ ደላይ ኩናት ብምዃንኻ ጥራሕ ዳምስል ዓይነት ዘረባታት ብምምፃእ ከደንቁርና ሓብዮም እዮም ሕዝለይ ቕፅሎ ኣሉ እዙይ ክመፅእ ይኽእል እዩ ኩናት ኣብ ቀርኒ ኣፍሪካስ ህውክ እዩ እዚ ከባቢ እዚ ህውክ እዩ ይፍለጥ እዩ ስለዚ ኣብ ቀርኒ ኣፍሪቃ ኩናት ክመጽእ ይኽእል እዩ'ማ ሰብ ከይዋጋእ ምእንታን ደላይ ሰላም ድብል ወይም ደለይቲ ኩናት እዮም ዝሰምዋ ግዝዓም ዛዕብልና ሕና ብደለናዮ ኩርናዕ ጥራሕ ነዋግኦ ድብል ኣተሓሳስባ ሕዞም ከጸጉምና ወይም ኣብ ቁስልና ቃልጢ ከእትዩ ርኢናዮም ኢና ማለት እዩ ደላይ ለውጢ ዕን ዕንወት እዪ ዘመነ ጌታቸው ዘመነ ዕንወት እዪ ነሩ ዘመነ ፃድቃን ዘመነ ዕንወት እዪ ነሩ ኣብ ዘመነ ዕንወት ግን ንሳቶም ደላይቲ ለውጢ ኣየናይ ለውጢ ብ ትግራይ ታይ እዮም ኣየን መስኖ እዮም ኣምፆምልና ኣየናይ ትምህርቲ ቤት እዮም ሃንፆም ኣየናይ ሕውየት እዮም ኣረጋግፆም ኣየን ግዝኣትና እዮም ኣምልሶም ኣየን ሰራዊት እዮም ሃንፆምልና ስለዚ እዚ ኾነ ብልካ ደላይ ለውጢ እዩ ግን ማለት ሓይሊ መኸተ ትግራይ ብምብታን ብልካ ደላይ ለውጢ ደለይቲ ዕንወት ከይበሃሉ ደለይቲ ለውጢ መስሎም ያው ስቓይና ከብዝሑ ንዕዘብ ኣለና ማለት እዩ። ተሓዝልካ ፈኸራ እዩ እቲ ካሊእ መግለፂ ነጥቦም ተሓዝልካ ፈኸራ እዚ ታይ ብምንታይ ይፍክር ለው ድሮን እያ ነብራ ሓንቲ ዓቕሞም ያው ናይ ኢምሬት ድሮን እንደገና ኣብ ሱዳን እንታይ ይረኽብ ኣለዋ ከምቲ ትሪኡ ኣለኹም እዩ ሰለስተ ዓበይቲ ድሮናት ስትራቴጂክ ድሮንስ ሰላም ሰላም ኣባዩ ሰላም ዌልካም ንሕና ዶኹም ንግሃድ ነፃ ሃገረ ትግራይ ግድን እዩ ሃገረ ትግራይ ምምስራትና ኣይተርፍ እዩ ታንኪ ቨሪ ማች ኣጽባሃ ገብረማርያም ወዲ ንርኣዮ ታንክ ዩ ቨሪ ማች ብድኾነ ተሓዝልካ ፈኸራ እዩ እቲ ካሊእ መን ይስሞም ሕዚ ታይ ውለው ኦኬ ድሕሪ ጉባኤ ጉባኤ ተካይድኹማ ድሮን ክሰድድ እዩ ኣብይ ጌታቸው ተባርኹሞ መን ምርዓት ምስለልክን ትኳሓላ ወዲ ጌታቸው ታብልኹመ ክም ትነኪዎ ፒፒ ኮይ ሸይምዎ ወዘተርፈ ብወዲ ወረደ ንኺተብልዎ ትንክፍ ተብልዎ ንርኢ ኣሕና ኮሌክቲቭ ሊደርሺፕ ኢና ንኣምን ኦኬ ባይ ናው ደብረጽዮን ፕሬዚደንት ሃገረ ትግራይ ኾይኑ ኦር ፕሬዚደንት ትግራይ ኾይኑ ይመርሕ ኣሎ ከምቲ ትርኢ ኣለኹም እሞ ኣብ ውልቀ ሰብ ኣይኾነይ መብተይ እዩ ኣነ ከምዚ ነገር ሕዚ ኦኬ መንግስተ እዩ ደብረጽዮን ይመራሀ እዩ ግን ኣብ ውልቀ ሰብ ትግራዋይ እምነት ሃልይዎ ኣይፈልጥን ብውልቆም ነኽብሮም ኣመራርሓ ኣመራርሓና ተጋደልትና ካብኡ ግን ኮሌክቲቭ ሊደርሺፕ እዩ ኣብ ውድብ። ተወዳድባ እዩ። እቲ ተኣኪቡ እሂን ምሂን ተባሂሉ ድውሰን ውሳነታት እዩ እቲ ብርቂ ድኾን ማለት እዩ። ኣብኡ ናይ ውልቀ ሰባት ጉዳይ ኣይኾነይ። ሶ ንኺተብልዎ ግዛዕምዛዕ ቐጽልና ማለት እዩ። ስለዚ ታንክ ዩ ፍስሃ ዘርኡ ስለዚ ብ ስትራቴጂክ ኢሹታት ኣልዕልና፣ ሓበራዊ ምርድዳእ ብምፍጣር፣ ብኢህንሚህን ብምምኽኻር ብዘተ ንኣምን ኣካላት ኢና ሕና ማለት እዩ። ብናሓሳብ ልዕልና ንኣምን ሰባት ኢና። እዚ ናይ ተጋሩ ፍልይ ደብለና እዚ እዩ ማለት እዩ። ስለዚ ኣብ ክንዲ ናይ ሓሳብ ልዕልና ሃልይካ፣ ትዋደቐሉ ዓላማ ሃልይካ ምግዳል ኣብ ውልቀ ሰባት ተኣማምንኻ ኣብ ድሮን ተኣማምንኻ ኣብ ድኾነ ማዕልትታት ስኬጁል ላገበርኻ ሕዚ እንታይ ይብሎም ኣሎ እስቲ ድሕሪ ምርጫ ንርኢ ዋ ምርጫ ከደ ኣይተኻየደ ሰለስተ ዓመት ኮዩ ፋኖ ህጅ ድብሎ ኣሎ ስለዚ ዋላ ሓንቲ ትመፅእ ለውጢ የላይ ዋላ ሓንቲ ናይ ምግባር ተኽእሎ ድበሃል ዜሮ ኢፒፒ ግን ተረጋጊዕና ሕና ምስ ህዝብና እሂን ምሂን ትባሃህልና ንእርሞ ድግበእና ነገር ልኣረምና ሓይሊ መኸተና ካብቲ ገጥሙና ነበረ ውሽጣዊ ታሕሚስ ካብቲ ገጥሙና ነበረ ምድንጋር ካብ ፖለቲካ ሲኖ ውጽእና ካብ ናይ ሆይሆይታ ግዜ ሓልፍና ኣብቶም ሳይንቲፊክ ዝኾኑ ተተንተኑ ሓሳባት ማእኸል ገብርና ንንቀሳቐሰሉ ዕድላት ኢሉና ሕዚ ሂድማ ድቕድሚት ይነብሩ ኣብ ዞባ ደቡብ ያስ ብላዕሊ ብዶግዓ ገጽያ ከም ዝሙክርና ግዛዕም ዛዕገለ ርኢኹም ነብርኹም ብጣዕሚ መስሐቕ እዩ ህድማ ድቕድሚት እዩ ኮይኑ ማለት እዩ ደሓረ ምስ ተሳዕርካ ኣብ ዓውደ ውግእ ምስ ተሳዕርካ ግደፉ ይሽምገሉ ኣለዉ ባይ ዘ ወይ ስቲል ንሽምግለኩም ኢና እንሄና ብብሽሻ ኣብዚ ብጌጋ ኣነ እኳ ተጋግየ እንድሕር ብብሽሻቅ ዓይኒ ተርእኹሙና ኣቴ መልእኽቲ ይቅርታ ክብለኩም እየ ደሊ ፕሊስ ናድኾነ ትግራዋይ ሂወት ንስእነ ይግበአና እዩ ሕደጉ ንዑ ዓድኹም እተዩ ኢዝ ማይ ፈረስት ፖይንት ፕሊስ ዓድኹም ንዑ ግና መን ውቃበ ትጥብሩ ኢኹም ትማሊ ኣርባዕተ ተጋሩ እዮም ኣጥፍእኹሞም ንዕኹም ኣብኡ ትትኩሱ ተለኹም ሽሉ ድሪኤኩም ሰብ የለይ ዓዲ ምልሻ ኣቲኹም ኣቃጺልኹም መን ደኣ ኣትዩሉ ዓይኒ ዓይንኹም ይሪኤኩም ወይለከ ገባር ላፈናቐልኹም ብትግራዋይ ተፈናቕሉስ ትዕጠቑ ብጣዕሚ መሕፈሮ መሕፈር ተግባር ትፍጽሙ ኣለኹም so እቲ ትኩስ ተኾይንካ ክትኩሰካ እዩ ማለት እዩ ግደፉ ኣይትተኩሱ ንዑ ዓድኹም እተዩ እንዳ መን ውቃበ ናጻድቃን ውቃበ ትጥብሩ ናጌታቸው ውቃበ ትጥብሩ ኣርባዕተ ሰብ ኣስእንኹምና ትማሊ ኣርባዕተ ተጋሩ እማ ህኑጻት እማ ክምክቱ ድኽእሉ እማ ህንደይ ታሪክ ኣብ መኸተ ትግራይ ድሰርሑ መናእሰይ ኣስእንኹምና ትማሊ ኻቢድ ውቁዕ ሓቁፍኹሞም ኾይድኹም ልዕሊ ዒስራ ኻቢድ ውቁዕ ሓቁፍኩም ኸይድኹም ሰቆጣ ኣቲኹም ህድማ ድቅድሚት ኮይና ማለት እዩ ምስ ተተኮሰ ደው ድብል ኣይተገነየ ሰላሊዓ ዊዛውት ኪሳራ እያ ኣጽድፋ ሰዳትኩም ማለት እዩ ስለዚ ፓትሮል ስኳ ጽቡቅ እዩ ትስቃጥላ ግዛዕ ምዛዕ ኦኬ መን ኢኻ ልምዓት ጉጅለ ግዛዕ ተጋሩ እኮ እየን እንታይ እሞ ልምዓት ጉጅለ ዶ ጀጋኑ ድወልዳ ኣዴታት እየን ምንም ዘይተ ልምዓት ጉጅለ ስደበልካየን ኮይነን ኣሳይ የስ ልምዓት ጉጅለ ኮይነን ብዙሕ ነገር እየን ደቀን ደቅኻ ተምህር በዓል ንስኻ ጉርፉጥ ተምህርኹም ኣብዚ ተወፅሑ ንዓ ከተትላ ተባሃልካ ካብ መደ መሃይምነት ተጥፍእ ድገበራ ደቂ ኣንስትዮ ትግራይ ከመይ ገብረ ካብ ዝሞ ልምዓት ጉጅለ ግዛእኻ ምንም ዘይስኢልካ ድኽመት እዩና ብድኾነ ህድማ ድቅድሚት ኮይኑ ማለት እዩ ፈርሾም ምስ ፈረሹ እንደገና ኣደራጅዩ መከላከያ ራሄላ ሰላም ሰላም ራሄል ሓለፎም ተክለ ናተይ ልባም ብጣዕሚ ጽቡቃት ሓሳባት እየ ክተቅርቢ ብዚ ኣጋጣሚ ዋዕሮ ትግራወይቲ ታንክ ዩ ቨሪ ማች ቀጽልሉ ብቅዋምኺ ስቲል ይከታተልክ እየ ካብ ቀደም ጀምረና ታንክ ዩ ራሄላ ብዚ ኣጋጣሚ ከመስግነኪ እየ ደሊ ሶ ወዲ ቴክ የመስግን የመስግን ኣብዚ ህድማ ድቅድሚት ምስ ፈረሹ ያው ደው ኢልካ ትዋግኦሉ ዓላማ የብልካ ባይ ዘወይ ደው ኢሎም ክዋግኦሉ ዝኽእሉ ዓላማ ስለ ዘይብሎም ብደቃይቅ እዮም ፈርሶም ማለት እዩ መከላከያ ኣኪቡ እንደገና ከዱ ቀዳማይ ኦቸልን ኢኹም ኢሎ ነገረኩም እየ ቅድሚ ሕዚ ስለዚ ከይድኹም ዳብ እሺ ኦኬ Accept. እሺ ኮኔክሽን መስለኒ ኣብ ይምሮ ብቴክ ኣዲን ይብሎን ኣሎ ግን ተኣቲኻ ፅቡቅ ስምዐካ ተልዩ ድምፂ ምልክት ግበረለይ ብድኾነ ኣደራጅዩ እንደገና ኣደራጅዩ መከላከያ ክዱ ግጠሙ ቀዳማይ ኦቸለን ኢኹም ተዋግኦ ኢኹም ለኩም እየ ስለዚ ቁርፂ እያ ኣጠይጠያ ይትበሉ ክዱ እተ ይብሉ እንደገና ኣደራጅዩ ኣእትይዎም ማለት እዩ ምስ ኣተዩ ዝክሉ መንከራ ድሓር ዓብዱ ሰላም ረመዳን ዒድ ሙባረክ ዒድ ሙባረክ ይብልና ውለ መጀመርያ ውለ ኣቱም ሸኽና ዒድ ሙባረክ ዒድ ሙባረክ ውለ ደግመ ሕዚ ድሕሪት ኣትኹም ዒድ ሙባረክ ውለ ኣትየ መጀመርታ እና እንኳዕ ብፅሐኩም ሰናይ በዓል በዚ ኣጋጣሚ የስ እወ ብሰላም እሱ እኮ ኢዱ ኣለና ኣባይ ውሴን ኣዱ ኣለና ብሰላም ንዑ ዓድኹም እተዩ ዕደጉ ድመፀ ምንም ኣይተባሃለ ብሰላም ኣትዩ ዓዲ እዩ ኦኬ ተኽእልኹም ኣብ መኸተ ትግራይ ተትሕግዙ ይመረፅ ተዘይኽእልኹም መኸተ ትግራይ ተዘይትዕንቅፉ ከይዲ ህንፀት ሃገረ ትግራይ ኣብ ምዕንቃፍ ተዘይትሳተፉ ቢቢል መልእኽቲ ናድ ሕለፍ ለሕለፍ ከወደናኹ ብዛጋጣሚ እስካጥላይ ሂቢ ስለ ድበሎም እዮም ዳብ እዚ መንደር ዝኣትዮም ንእሽተን እየ ብሓጨርጨር ክብሉና እስካጥላ ክወሃቡ ሞክሮም መሕፈር እዩ ድኻብ ድኻ ማለት እዩ ድኻብ ድኻ ኣብ ልዕሊ ብፃይኻ እምበር ሰላሊዓ ወዲ ቴክ የስ ነዊሕ ጉዕዞ ደሕና ዳኻ ፅቡቅ ብጣዕሚ ደስ ድብል ኣድናኤል ኣድናኤል ህያብ ከመይ ብጣዕሚ ኣፕሪሼት ዝገብረካ ናይ ማሕበራዊ ሚድያ ኣንቃሒ ቀፅለሉ ክብለካ ይደሊ እና ካልኦትኩም ብዙሕ እዮም ትፅሕፉ ኣለኹም ታንኪዩ ኢልሃም እወ እወ ኣይገበር ናይ ኣጋጣሚ ኦፊስ ኣለኹ ኤኒዌይስ እንኳዕ ኣብፅሐኩም ብለናኹ ስለዚ ኣብ ደቃይቅ እቲ ብምፍራስ እስካጥላ ትቕበል ዳብ ትግራይ ተኩስኩም መሕፈሪ እዩ እዚ ተግባር እዚ ተስካጥላ እንደገና ይበላዕኩም ምስ ፓትሮላ ያው ትረክብናዮ ማለት እዩ ተጽብቑ ኢኹም ላቦኹም ኣሕልፍዎ ኣቱም ገገለ ስርዒት ኢና ኣብዚ ውሽጢ ትብሉ ቅርሺ ድላኣኸኩም ሃሙ ኣምጽእዎ እቲ ቅርሺ ትግራይ ዳሕና በጀት ይኹን ግን ኣፍቅድኹም ኣፍቅድኩም ኣምጽእዎ ደዳይና ስርዒት ኮይንኩም ኣምጽእዎ እምበይ ትፍለጡ ኮይኹም መነ መን ይንቀሳቐስ ብዛዕባ ብደንብ ይፍለጥ እዩ ትግራይ ንምፍራሽ ትውዕል በጀት ትህሊ የብላን ኣየጥዕመልናይ እሞ ነጋ ንግሆ ድድሕረኹም ታይ ገብሮም ኣሎ እኮ ትሪኡ ኣለኹሞ ድ ድ መን መገርሳ ደ ይኾነት ዓዲ ድ መን እዩ ስሙ እቲ ኢትዮጵያ ሱሴ ብዛዕምዛ ይብል ነበረ ደኦም ደ ይኾነት ዓዲ ድሊ ሃጫሉ ደ ይኾነት ዓዲ ድሊ ስመኘው ደ ይኾነት ዓዲ ኢንጂነር ስመኘው ደኣኹም ትኾነኩም እያ ማለት ኣይኮነ ስለዚ ውቃበ ውልቀ ሰባት ጥቡሩ ኣይትሙቱ ሞተ ከልቢ ኣይትሙቱ ዓድኹም እተዩ። እዚ ዕለታዊ መልእኽትና በብመዓልቱ ነሕልፎ እዩ ማለት እዩ። ደሓር ኣብዚ ፅዕፅዕ ምስ በለካ ግፋይ ኣጀምሮም ማቻረ፣ ግፋይ ኣጀምሮም ሃደ ኣልጋ፣ ኣብ ዞባ ደቡብ ዝኾነ ገፍኻ ታጋድሎ መንእሰይ እኮ የለ እዩ ብትርጉሙ ግፋ ገፍፍካ ተጋድሎ መንእሰይ ገፍካ ተተኩሶ ሰብ ክህሊ ኣይክእሊ ጥይት ድትኩስ ዓላማ ጥይት ድትኩስ ናይ ርእሲ ህንጸት ተልዩካ ኮይኑ ብኡ ዳግብር ዓላማ እንድሕር ተዓጥቅካ ትትኩስ ትኽእል እስከ መጨረሻ ድክብር ዓድኻ ህዝብካ ትዋደቕ ትኽእል ዋጋ ትኽፍል ትኽእል ማለት እዩ ተደይ ኮይኑ ግን ገና ውልቀ ሰባት ንምንታይ ደኹም ንምንታይ እዩ እዚ ኣዛውርኹም ብወሰድኩም ሓይሊ በየግንባሩ ዝሰዓረሉ ምክንያት እንታይ እዩ ይርድኦኩም ኣሎ ኣብ ኩለን ሰንዓለ ደዮናኹም ስዕርኹም ወርድኹም ቁስል ይሙይት እዩ ኮይንኹም ብቢሶበር መፅኹም ቁስል ይሙይት እዩ ኮይንኹም ብቶንሳ መፅኹም ቁስል ይሙይት እዩ ኮይንኹም

እንዳ ዋጋ ዓላማ ስለ ዘይብሉ ሓፋፍስካ ደፋፊጥካ ግፋ ማለት ናይ ኸሰረ ናይ ናይ ሽፍታ ሰራዊት ደቂ ወለይ ስለዚ ትጋደለሉ ዓላማ እንድሕር ደይሃልዩካ ኮይኑ ጥይት ኣጋጣሚ ግኒካ ተጠፍእ ትኽእል ወይ ትገልብ ትጠፍእ ትኽእል ሶዳ ዋጋ ዓላማ እዩ ንሕና ዓላማና እንደገና ኢትዮጵያውያን ኮይንና ሕጊ ሃንፅና ስርዓተ መንግስቲ ሃልዩና ኣብ ከይዲ ልምዓት ዝነበረ ዓዲ ሕዝና ንቕፅለሉ ግዜ ከምዚ ዓይነት ፈሰስ ስለ ዝመፀና ሃገርና ነውሕስ እምበኣይ ብውዝፍ ዝነበረ ዓንቀፅ ሰላሳ ትሽዓተ ኣብቱ ሴሴሽን እዩ ዝብል ሰላማዊ ፍትሕ ንፈፅም እንድሕር ንስማዕምዕና ምንባር ዘይንኽእል ዝብል ስለ ዝነበረና ዳብ ሰላማዊ ፍትሕ ንኸደሉ ስርዓት ነመቻቺ ኣለና ማለት እዩ። ምዕራብ ከይምለስ ዝኾነ ናብ ምዕራብ ምንቅስቃስ ከይንገብር ምእንታን ግባእ ቀዳማይ ኦቸሎኒ ኮይንካ ግባእ ስለ ዝበለካ ብርሃኑ ጅላ ጎፈፍ ላባልካ ትገብእ ግን እዚ ኪሳራ እዩ ውፅኢቱ ኪሳራ እዩ ትግራይ ኪሳራ እዩ ኦኬ ኢትዮጵያ ትርፊ እዩ ካብዚ መትረፊ ኢትዮጵያ እዩ ኣብዚ ሕማም ሰልሰና ብምጥፋእና ተጋሩ ንከስር እምበይ ነትርፎ ነገር የለን ከይንከስር ትብሉ ግን ደኣኹም ላተኮስኩም ሽርሩ ትባሃልሉ ዘላለም ሽርሩ ላእልና ንቅመጠሉ ግዜ የለይ ልክዕ ኩሉ ቃይሕ መስመር ንህቦ ማለት እዩ ካብኡ ኮይንኹም በጀት ላቃጸልኩምሉ ተቃመጡ እንድሕር ደልኹም ካብኡ ብድሓር ልቦና ህውኩም ዓድኹም ተትመጹ ይምረጽ ቁጽሪ ሓደ እሱ እዩ መኸተ ትግራይ እዩ ቁጽሪ ሓደ ድምረጽ ኦኬ እዚ ኣይንኣምነሉ እንድሕር ብልኹም ተደይ ቃይሕ መስመር ተደይ ትሓልፉ እንደገና ተኻሊእ ምኽራ ሓሳብና እዩ ማለት እዩ ስለዚ ውኖ ተትገብሩ ኩልና ብድከኣለና ታይ ከትገብር ኣለካ ዳኣልና ሓይሊ ሰብና በተለይ ተደናገሩ ዝኸደ ሓይሊ ሰብና ብልክዑ ብግዜኡ ኣርሙ ዓዱ ክምለሰሉ ዝኽእል ዕድላት ንፈጥር ይግበአና ድማለ ዝኾነ ዓይነት ገፈፋይ ብዛዕየ ዝበሃል ከይመፅእ እዩ ሕዚ ከይመፅእ ማለት እንድሕር ምዕራብ ሃበና መልሰልና ወይም ስርዓት ፒፒ ይውደቕ ግዛዕ እንድሕር ዝበሃል መጹሲ ኣዲስ ኣበባ ያንቡር ናይ ዝኾኑ ማላልኻ ለበርገግኻ ድመጽእ ሓሳብ ዋጋ የብሉን። ሰራዊት ትግራይ ኣብ ግቡእ ዝኾነ ምጥንኻር ግቡእ ዝኾነ ምትዕርራይ ላገበረ እዩ ድማ ብዚ ትሕጎሱ ይግብኦኩም ዲጂታል ተጋሩ ሰናይ ማዕልቲ የቐንየለይ።